ወይዛ ዳዕሮየ በዓልቲ ግርማ ትለምልመለየ ከም ቀደማ
እሞ ሕጂ ደኣ እንታይ እዩ ዝግበሩ እንድዒ እንታይ ከም ንገብር ንስኻ ንገረኒ እሞ እዚ ቆልዓ መፅኡ ናብቲ ዝመፆ ስጋብ ዝምለስ ጌሽና ኣለና ኢልና ኣርሒቕና እንተኸድና ናበይ ኢና እሞ ክንገይሽ እዛ ዓድና ፀባብ እያ እታ ሚስጥር ትኽሸሓሉ ግዜ ከኣ ሕጂ ኣኺሉ እዩ። ከመይ ከመይ እዩ ወረ ክኸውን?
እሞ ክስታይ ተግበርና። ኣንታ ክስታይ ክስታይ ዝበሃለሉ ግዜ ኣይኮነን እብለካ ኣለኹ ሕጂ። ህድኣት ነዚ ቆልዓ ሒዛቶ ከም ትመጽእ ወረቐት ጽሒፋልና ኣላ እብለካ ኣለኹ። ሕጂ እንታይ ኢና ክንገብሮ? መዋጽኦ እኮ እዩ ዘይብላ ኮይኑ።

ኢላን
ዳር ትፃወተሉን ትስሕቀሉ ዝነበረት ንእዲ ሕጂ ብጓያ ከምዚ ኣረ ተኾርሚያ ኮይኑ ትብል ኣላ እሞ ለሚና እንዶ ንዓና ንኸይድ እንዶ ስተርና ንበላ ክሰትረካ ኸዓ ክሰትረካ ኸዓ ብጥርዓት ወፂ ዓባ ወይ ከይትብል ፍራሕ እንዳ ባሕዳ ቤቱ ለባም እንዲያ ግዲ ታስቕ እንተበል ፀገም ኣባኻ ምስ በፅሐ ዶ ልቦና ኣልዩ ኮይኑ ለባም ክጋገ መራግእቲ ነይብሉ እኳ ዝበሃል ሃንስ ከኣ ንንእሽተይ ነገር እንዲኻ ኣካባቢትካ ትርእዮ ኮንካ በስመኣም በል በጃኻ ኢለካ ክንደይ ግዜ
ዋእ ክንደይ ግዜ ደኣ ወደይ ክትብል ኢኻ እስኪ እሞ ከም ዓለምካ እንዶ ሰለስተ ግዜ በል። እዋይ ኮርተ ገምጠል ኣንታ ሰሓኖ ኢልካ ብሓዊ ጠቢስካ ምስ ብላዕሊ ክትኮነለይ በል እዚኣ እንተኾይና ማዕዳኻ ትኣኽለኒ የቐንየለይ። ሃንስ ነብጢኻ ከኣ መዓስ መሓሪ ኮንካ በል እዚ ቆልዓ ይምጻእ እሞኒ ከመይ ከመይ ከም ንገብር ቀስ ኢልና ንሓስበሉ። ንሓስበሉ እወ ኣነ ይብለካ ኣለኹ ሓሲበ ዝሓስቦ የብለይን ሕጂ ይብለካ ኣለኹ ኣነ ጾረይ ከፋኹሲ ዋ ርግበ ነዚ ጉዳይ እዚ ሓድሽ ሰማዒት ድያ ዋ ጸጊባትሉስ ኣንጸርጺራ ዕገርጊራ ስድራይ ክነግር ኢላ ደይ ዕገርግረትና እቶም ለባማት ስድራ ግን ጸቂጦም ጸቃቂጦም ሪእኻ ኣለኻ ሓዳራ ከም ትቕጽል ገይሮም ኣንታ ትምዕደኒ ዲኻ ወላ ተጸናንዓኒ ኢኻ ዘለኻ በል እዛ ዘረባ እዚኣ ከይትደግማ ኣንታ ንዓባባ ከፈልክን ላዘብ ምሳኻ እንታይ ዘላዝብ ኣለኒ ኣነ ምሳኻ ሲ ዝላዘቦ የብለይን እብለካ ኣለኹ እ? ኣነ ከመይ ገይረ እየ ካብዛ ዝኣትኽዋ ጉድጓድ ዝወፃ ንሳ ጥራይ እየ ዝሓስብ ኣንታ ግደፍ ኣንታ ግደፍ ክትብለኒ እንታይ ዝግደፍ ኣለና ንስኻ እኮ ይርዳእካ ዘሎ መሸንቆቃ እኮ ከምዚኣ ገይራ እኮ ኣብ ክሳደይ ኣትያ ዘላ እ? እንታይ በል ኪድ
ንስኻ ንኹሉ ቃል ቀሲንካ- ተኣታቲና ግደፍ እንታይ ክትመኽረኒ ደኣ ንስኻ ዝምከር ዘለካ እዩ ንስኻ ሕማቕ ንኹሉ ተረዳዲእናስ ዋዕ
እስኪ ኪድ ፀሪእክ እየ ዘሎ ዋ ምሽ ትፈትወኒ ኢኻ
ዋላ እቲ ካብ ልበይ ዝፈትዎ ክነበርኩ ኩሉ ገዲፈ እየ እንታይ እዩ ዝብል እዚ ኣብ ከተማ ዝነብር ወድያ ሰሎሞን ኣብ መንጎ ዘረቡ ፊኒሽ ይብል ፈኒሽ ኣሎ ሕርሕራይ ፍንሽንሽ ኣብሎ ሕጂ ግና ናይ ኣደይ ዝሕስበን ዘሎ ኣደይ ትበክላ ወቕዒ ዘይክእል እሳብ ቅርቅርቲ ዋ እዚ ቦይሲ እዛ ርግበ ቅጭን ባሕሮ ላምና ኮይና ድያ ትስምዖ ዘላ ኣብ ዘዘርከበ ክድክራ እንድዒ ክትበክ ጸኒሓትኒ ሕጂ ድማ ቅብቅብ ኢላ ኮርያ ኮርያ ከዓ ክትክእሎ ጉዳም እንድያ ሕጂ ከዓ ኣኺልዋ ወርሒ ሙሉእ ገረብ ድማ ክትከውን እያ ትብትብ ክትብል እያ ኣንታና ሕጂ እንዶ ንግበር ንዓናይ ኣስሕቃ ሕውይ ክትብላ ወይ ድማ ክራር ጌርካ እንዲ ኢደ ኢደ ኢልካ ድረፈላ እንታይ ኢለ እሞ ክደርፈላ ኮርያ ከላ ደኣ እሞ ከመይ ጌራ ክሰምዓኒ እያ እሞ ኣንቲ ሚልዮን ሓፍተይ ክሳይ ልዶ ክደርፈላ ደኣ እዚ ሸውዓተ ዓመተይ ሓዳር ዘይብለይ ሎም ሓዳር ጌረይ

ንዓይ ደኣ ከምዚ ሩባ ናይ ዓድና ጃጃጃጃጃ ኢሉ ዝፈሰካ እንድዩ ዝመስለኒ። እሞ እዛ ደርፍሲ ነዳይ ተስሕቐነልኪያ ካብዚኣሲ ኣብ ቅድሚኣ ሚልና ንዓይ ተሃሪማትኒ ተትብላ ምሓሸካ። ሽዑ ብስንባደ ወይ ወደይ ኢላ ካብ ጓል ምስ ተበራበረት ሸውዓተ ዓመተይ ኢልካ ኣሎ ደርፊ እሞ ንዓይስ በለይ ደርፊ ዕጭ ኢልኒ እዩ እሞ ክሳይ ደረጃ ክደርፈላ ደኣ ዋይ ሓንቲ ከኣ ነይራ እኳ ውይ ኣታ ዘረባ ደቒ ኩሉ መልክዕኻን ቁመናኻን መስሓቕ ስለ ዝኾነስ ወይ ምስ ኣበለትካ ወይ ወደይ ኢላ ክትስያ ንዓናይ ነቶ ንዓናይ ኣተይ ሕጂ ንዓኽስ መን ፍለጥ ኢሉኪ ንዓይ ከዓ ከጨርቅለይ ጀሚርኪ ዋ እተው እስከ እተው እተው ወይዛ ዳዕሮዬ በዓልቲ ግርማ ትለምልመለየ ከም ቀደማ ኣታ ከም ቀደማ ወይዛ ዳዕሮየ
ድሕነት
እንታይ ደኣ ከም መዓልቲ መርዑ ዝቐረበ በፅሒ ፍሽኽ ፍሽኽ ትብሉ ኣይደሓንኩም እንዲኹም ፍሽኽ ፍሽኽ ዘይለ ኣይተሓጒሰ እንዴ እሞ ስዋ ርግበ ሰቲኹም ኣለኹ ክሊ ስቆሊ ስዋ ርግበ ዶ ካብ ኩርናዕ ኢልቲ ይበልፅ እዩ ሓቃ ደኣ ኣውፅዋ ኣነ ከዓ ትፈልጡን ኢኹም ኣብ ግንባር እየ ዝውቃዕ ሃይ መቸም ሓቂ ዝዛረብ ኮይኑ ይስማዓክን እዩ ስዋኺ ዶ ኣይጠዓመንን ኢለ ንሕበ ይፈልጥ እየ ንሰበይትኻ ደኣ ኣሕሊፍካ ዶ ወሃብ ኮይኑ ግና ዋላ ይጥዓም እወ። ክትሕጉሰልካ ግስም ተብሎ ሽዑ ከዓ ምስ ርግበ ኮይንካ እ እ ይኣኽላ እዛ ዘረባ መሐጎሲ እየ ደ ክነግረኪ ዘይባዕልኹም ኢኹም ባዕልኺ እባ
በሊ ዘክርዮሽ ዘክርዮ ደኣ እንድሕር እምበሪ ሓደ መዓልቲ እኳ ኣውኪኤልኪ እየ ነይረ እየ ኣንቱም ኣሕፅርዎ እንዶ ሃዊጽኩምና። ሓቅኺ ሓቅኺ ርግበን ዓድን እኳ ኣይፈልጡን እንድዮም ኣይፈልጡን እዮም ዎው እንታይ ድዩ ጓልኩም ሃቡና ዝብሉ መፅኦሞም እንድዮም ንሃንስ ታወኺ እንድና እውን እንድና ናይ ታወኺ ኣይ ዋላ ግደፍዎ እንታይ እዩ መፅዓን ዝኾነ ዘረባ እዚኸ በለ ሃንስ ኣብ ከተማ ቆልዓ ዝወለዶ ነይርዎ እዩ
ዝወረደ ቆልዓ ሞስኹም ዊን ኣለኩም ኣነ ሃንስ ድዩ ሽመይ ዓርኪ ሰባር ነቓዕ እንድዩ ፅባሕ ንግሆ ከዓ ንዓይ ስኹም ተርድኡኒ እዚ መርድእ ድዩ ካብ መርድእ እንታይ ዘፍሉ ኣለዎ ንዓይ እምበር ንርግበ እኮ መርድእ እዩ እቲ ቆልዓ ሕጂ ተወሊዱ ኣይፋሉ ዓሰርተ ሸሞንተ ዓመት ገይሩ እምበር ገደደ

ወረ እንታይ እዩ ወሪዱካ ነዛ ቆልዓ ካብዛ ርእሳ ምራድ ኣቢኻ። ኣንቲ ኣደ እዚኣ እንትርፎ መልሓስ እንታይ እንታይ ርእሲ ኣለዋ ኣነ ብሰንኪ እዛ ቆልዓ እዚኣ ሃጥ ኢለ ክጠፍኣልኩም እየ ዋእ ናይ እወ ክትጠፍእ ክልተ እዚ ኣፉ ካራን ሻፎን በትርን ሒዘ በረኻ ይሽፍን መን እሞ ከብቲ ሓቂ ኣየ ክሳብ ኣብቲ በረኻ። ርኣይ በሊ ርኣይ ርኣይ እዚኣ እያ እታ ዘረባ ምስዚኣ ሰብ ይነብር ሃህ።
መዓስ እሞ ሓስያ ተዛሪባ እስኻስ ኣብ ጸላም ናብ ዘቕርዓት ኮቐንቀል ክትብል ዘይትኽእል በጽሕሲ ድማ ከኣ ንበረኻ እቲ ክትሽፍተሉ ኢልካ ትሓስብ ዘለኻ በረኻ ዳዛበእ ዶ ከይኮነ? መንዲሞ
ብለይቲ ብቆሎ ጎደቦ ከይዱ ጓና ተጻዊቱ ዝመጽእ ኣነ ደይኮንኩ? በዓል ወዲ ሕዱር ዶ ካብ እግርኻ ፍለዮ።
በጃኹም ምሳይ ንዑና ኢልካ እንዲኻ ግዲ ኣብ ብርኮም ትድፋእ። ኣቲ ቆልዓ ግደፊ ግደፊ እብለኪ ኣለኹ ግደፊ ኣነ ዘድሕነኪ ከይመስለኪ ኣብዛ ገዛ ሙስእ ኢኺ ትውዕሊ። ኣቲ ከመይ ንዓኽሲ ኣቲ ብኸመይ በቃ ሓጋይ መጺኡ ጉንቁስ ዘይተብለኪ ጓለይ ክንዕርፍ ምስ መን እሞ ክትደጋደግ ኢኻ ኣጋብ እዛ ዓዲ ፎእ እንዳበሉኻ ኣይኣንህን ድየ ግዲ ዘዕልለካ። ህም ወይ ጉድ ኣም እዚኣ ትፈልጦ ይሃብካ መድሃኔ ወደይ ትጉሽ ተተ ኢልካ ደኣ ትም በል እምበሪ ብኣግኡ መጋንጥርምት የጸበቅካን።
ኣቲ እዳ ሓንሳእ ደግደፍኒ ኣቲ ሓንሳእ ደግደፍኒ ምራን ጌረ መቅመጫኣ ክቀልጣ ኣቲ እደ ነታ ሞይ እንዳ ወላ ናብቲ ከተማ ውሰድያ ብልያ።
ዋእ ህእ ውሰድያ ከኣ ክብላ ነዛ ቅጭን ጓለይሲ ነዛ መኻሪት እከይ ክህባ? ዋእ ኣንቲ ኣደ ምሶም ሞይ ተጻሊእክን ዲኽን? ኣይይይ
እዛ ሞይ ከኣ ተብዝሖ እንድያ ኮይና ህ ኣብዛ ዓዲ ከላ ሕያወይቲ እያ ነይራ ህ ኣብ ኸተማ ምስ ከደት ግን መጸጸጸጸጸጽ ኢላ መጸጸጸጽ ኢላ።
ኣይይ ደይሳ ደኣ መን ሕማቕ ምኽሪ ኣለይ ኣሎ። ን መን ንዓና ዋእ ንሳ ደኣ ዕላላን ቁምነገራን ወረጃን ኣይኮነትን እያ። ኣታ ስቕ እስከ በል ክትል ክትል እምበር እዩ ድብለኒ ደሎ ህም።
እዎ ከም ኣደይ ጽርሃ ንዕእን ድኣ ሰይጣን እንድዩ ዝኽተለ። ኣደይ ጽርሃ ድኣ ሰይጣን ሳንድእን እንድዩ እ። ልክዕ ጨው ቀትሪ እ መዓልክን እብለን እሞ መዓልካ ሸጡ ንዓስከ እቶም ውን ስተ እብልኦ። ፊኒሽ ከም ወድያ ሰለሙን።
ሸይጣን ድማ ኣቲ ርግምቲ ከማይ ፍጥረት እምበኣር ብሓደ ኮይና ቡን ክትሰቲ ታይ ቡን ደሊና ኣሎ ሕጂ ደኣ ሓደ ኣካል ኣይኮናን ዲና ኣይተጓንይኒ ይብላ። ዋይ ዋይ ኣቤት ዘረባ ኣቤት ዘረባ ክልተ ሓደ ዋይ ኣታ ምንኣስን ምዕባይን እኳ ደይኮንኩ። ኣተደይ በዞም ትፈትውዮም ወለድኺ ሓንሳእ ነፍቅደለይ ድክር ድክር ከብላ። ዋእ ንዓይኒ ምጭውቲ ሓፍትኻ ሃሪምካስ ነብስኻ ግብረልካ ጸጋን ርብቃን ዶ የዕልላኻ እየን ኣየነን ደይ ግዲ ሰብ ዝኾነልካ። ዋይ ጓለይ እዚኣስ ሓቅኺ እሰን ድኣ ናይቲ ዕዮ ገዛ ዘይሕግዘን ኣይክጸልኦኦ ጉዳም እንዴን። ገበል እየን እዚኤን ደኣ እዘን ጽቡቃት ኣህባይ እታ ርብቃ ከኣ ነዘን ቁሩብ ጨጉራ ቁሩብ ቁንጣሮ ጨጉሪ ኣለዋ እንዴን ክሳብ እዛ ክሳዳ ትቁረጽ ከምዚኣ ከምዚኣ ቁረጽ ምረጽ ቁረጽ ምረጽ እያ ተብለን።
ኣበይ ኢኺ ከኣ ትሕንጥቕዮ ዘለኺ ምሳና ዘይወፍር ተኾይኑ እያ ሓውናን ይብሎ ንመድሃኔ ሓወይ ነዚ ቅጭን።

ሑም።
ኣንቲ ኣደ ንሕና ውን ከምዝተጨነቅኪ ስለ ዝፈለጥና ኢና ዶ ጎይና መጺና ከነዛናጋዕኪ። ዶ።
ኣንቲ ቆልዓ ኣይትንገሪ ኢለክስ ክንድዚ ፈሽፈሽ ትብሊ ኣንታ ከመይ ድበልዋ ቆልዓ። በሊ ኣደይ ቅብቅብ ኢልኪ ምስ ረኣናክሲ ከነዛናጋዓኪ ኢልና ኢና ከምዚኣ ጌርና።
ዋይ።
ክደልና ኣንቲ ኣደይ ቅጭን።
እዋይ እዋይ ርግበ ተዘሚትኪ እዋይ ርግበ ተዋሪድኪ ኣንቲ ገርህ ልባዕ እስኺ ፈፈትፊትኪ ክትቅልብሲ ዕዳጋ ክንሽምት እናበሉስ ጉድ ሸሚቶምልኪ ኣንቲ ጸሊልኪ ዲኺ ኣነ ዶ ወሊደ ብለኪ ኣለኹ እየ ንስኹም ድማ ጽባሕ ተርድኡኒ እኮ ኢለኩም እየ እዝኒ ንዋናኣ ጓና እኳ እዩ ዝበሃል በሊ ነግረኪ ኣለኹ እዛ ዘረባ ስጋብ ዝኾነ ዝኸውን ምስ ሃንስ ዓርከይ ከይተባእስኒ ስተርያ ክሰትራ ኢልኩም ዶ ነጊርኩምን ኢኹም ኣንቲ ከምኡ ተዝደል ድኣ ንጽርሃ ዘይነግራ ጽርሃ ዘየላ ንብልቲ ዓዲ ዋ ለባም ኢኺ ኢለ ተነገርኩ ኸሲ ዋ ክተእዊ ርግበይ ጓል ኣዴኺ ድያ? ርግበ እኮ ሓፍተይ እያ ንሽሙ እኮ ሰይቲ ዓርከተ እያ ከመይ ኣቢለ እሞ ክነግራ ኣብኣ ከላ ደሞ ክትመተኒ እሞ ከምኡ ድየ ዝብለኪ ዘለኹ ዋ ኣነ ኸኣ ተነፈሰለይ ኢለ ንዓኺ ዝነግረኪ ዘለኹ እምበር ንዓኺ ዘንግር እኮ ኣይነበረኒ ዋ እንታ ኮንኪ እንትድሓነት ዋ ካባኺ ሓሊፈ ድኣ ንመን ከይደ ኣብ መን ከይደ ክንፍሶ ኣይ ሓደ ኣካል እንዲና ዋዕ ስኽ ደኣ በሉ ኣነ እውን ክፅበ እየ ኣይተርፈንን እዩ ክልተ ሓደ እንዲኹም እንታይ ዶ ዘፍልለኩም? ዋእ በለ ኣነስ ኢደይን እግረይን እርኑብ ስለ ዝኾነ ኣይትረኽብለይን ኢኺ እዛ ዕላል ከ ኣቋሪጸያ ኣለኹ። እሞ ጥዑይ ጌርኩም ንገሩኒ እምበር ፍርቂ ፍርቂ ሒዘ ድየ ክቀውም? ምርግበ ዶ ክነግረን ኮይነ? ወይለይ ባዕልኻ ትኣትዎ ጉድጓድ ከ ክዓምቕ ኣንቲ ባዕለይ ዶ ጉድጓደ ፍሒረ በሊ ሕራይ እስከ ክቕጽለልኪ ኣንታ እንታይ ኣፍሊጣ ትጥምተኒ ትሰምዕኒ ዘለኺ ኢኺ ይሰምዓኩም ኣለኹ።
እፍ ኣበይ በጺሐ ኣበይ በጺሐ ነይረ እሞ እንድዒ በቕሊ ወጢጠ ዶ መርሓኩም ኣለኹ። ወይ ጉድ በሉ ቆልዓ ኣዲኡ ሒዛቶ ንወጻኢ ከይዳ እያ እህ ሕጂ ከኣ ንሀልኩ ቆልዓ ኣቦይን ኣሕዋተይን ክላለ ኢሉ ኣስመራ ኣትዩ ኣሎ። ኣንቱም ጉዳማት
እዋይ እዋይ ርግበ ተዋሪድካ እንታይ ደኣ ክትብሉ እዮም። ኣቲ ንሳ ለባም እያ ሓንቲ ኣይትብልን እያ ህድኣት ሒዛቶ ትመጽእ ኣላ። እዛ ናውራም ህድኣት ከ ፈሊጣ ድያ። ኣንቲ ንሳ ደኣ ስተርኒ ስለ ዘበላ እምበር ትፈልጥወ ምስቲ ቆልዓ ውን መልእኽቲ ዝሳዳድዱ ነይሮም እዮም። ዋይ እዛ መማክርቲ ሰይጣውንቲ ጓል ኣንስተይቲ ዶ ኣይኮነትን እያ ደስ ናይ ሓውያ ጌራቶ። ኣንታ እዛ ዕላል እዚኣ በየነይን ብኸመይን ጀሚረያ። ጉድኩም መሊኡ ፈሲሱ ምጻሩ ሲኢንኩሞ ኣንቱም ናውራማት። ከሰተ ወድኸ
በሊ ስቕ ኢለ ክሰምዓኪ ስለ ዝደለኹ እምበሪ ልቕሚ ከይትውስኺ ግንባርኪ ክጨደኪ እየ ነውራም ክትብልኒ እሞ ብሩኻት ከይንብለኩምሲ ብሩኻት ኣይኮነን ሽምኩም። ኣንቲ ሰበይቲ ግደፊ ግደፊ ተጻዊረኪ እየ ዝኸይድ ዘለኹ። መን ደሞ ብእግርኹም ብኢድኩም ሒዝኩም ትጎ ትገብርዎ እንዶ ግበርዎ በሊ ተቕሰኒ
እዚ ድፍረትኪ ማይ ዝሑል ክደፍኣሉ እየ ገጻ ብሕቑ ኣድጊ ወረ ትሓፍሩ ኢኹም ጉድ ተሸኪምኩም ኮሪንኩም ሲ ድሕሪ ሃንስ እውን ንዓኹም ኣይኣምነኩምን እዩ
በሊ ጨበል እቲ ካባይ ትደልዮ ሕመቕሲ ኣይትረኽብዮን ኢኺ ፅሩይ ከማንጎ እየ ኣየ ኸየ ኸብድና ሓቂፍና ደኣ ንፅበየ በለ ክትፈልጢ ሃንስ ንርግበ ሻዕ ኢሉ ብዛዕባ እዛ ጉዳይ ነጊርዋ እዩ። እህ! እወ እሞ ንዓይ ክትፍትኑኒ ኢኹም እዚ ኩሉ ዘረባ? በሉ ሰበይቲ ኣለሃኒ ከይትብሉ። ነይራትኒ ድያኸ? ደፋር ደፋር ወዲ ፋር ኣፋ ኣፈይ ክትምልስለይ መዓስ ኣኽቢርክኒ ትፈልጢ? ዋዕ! እዋይ እዋይ ርግበ እዋይ ርግበ እዋይ ርግበ ተዋሪድኪ እዋይ ርግበይ እዋይ

ወይለይ ወይለይ እምበኣር ደቅኻ ኣኪብኪ ወጃዕ ትብሊ ኣለኺ ምሳኺ እንድየ ዝዛረብ ዘለኹ
ትምስገበሉ ዘረባ ተመንየኒ ኣሎ ሄታይ ተረኺቡ ተጸልይኒ ኣሎ እኮ እየ ድብለኩም ዘለኹ ንዕባ ሰብ ኩኒ ሰብ ኩኒ ከመይ ኣቢለ እየ'ሞ ሰብ ክኸውን? ምስ ሰብ ኣለኹ እናልኩ ዶ ኣይኮንኩን ምስ ዓጋም ተጸጊዐ? ወይለይ!
ኣነ ድየ'ቲ እሾኽ ዓጋም ዝኸውን ዘለኹ? ኣንቲ ድርባይ! ሰብ ዘይገብሮ ዶ ገይረ? ሰብ ዝገብሮ ምድሪ ነገሮ ደኣ ኮይኑኩም እምበር፣ ጉዳይኩምን ጉድኩምን ኣብ ውሽጥኹም ክሳብ ዕለተ ሞትኩም ሒጅኩሞ ምተቐበርኩም ኔርኩም። ነጊረኪ እየ!
ኣይነበርኩምን!
በሊ ክትፈልጢ እ ንገዛኺ ንፋስ ባዕልኺ ኣይተእትውላ። እዚ ቆልዓ መጽእ ኣሎ፣ ወድኺ እዩ፣ ኣሕዋት ደቅኺ እዩ፣ ጽቡቕ ጌርኪ ተቐበሊ። ስድራ ኣለውኒ፣ ስድራ ክነግር እየ።
ደሓን ኣለኹ እናልኩ ባልኣ ተዘሚተ። በሊ ንገርዮም እሞ ታይ ከም ዝገብሩ ከኣ ክርኢ እየ። እቶም ተምጽእዮም ስድራ ዘይተጋገዩ ከይመስለኪ። ስድራይ መቓብር ኣይኮነን ከብዶም። ጉዳዮም ብኣግኡ ከለዉ ፈቲሖሞ እየ። ወይለይ ኣንቲ ወደል ኣፍ ኣውጺኺ ክትጸርፍኒ። እሂ ኣሕሚኩም ድዩ ኮይኑ? እንድሕር ደኣ ኣይሕሚኩም ከምቲ ፈቐድኡ እናኸድኩም ወየ'ዶ ማሰ ትብልዎ ነዛ ንነብስኹም እንተደሊኹም ወየ እንተደሊኹም ማሰ በሉላ። ዋእ እንታይ መጺኒ ኢለ እየ ኣነ ዘልቀስኩላ እታ ነብሰይ ኣነ ሰብ እምበር ዝብኢ ድየ ወሊደ። እዋ እንድዒ ኣነ ዶ ኣቦ ወሰን ወሊደ ኣምጺኤልኩም እየ ሃየ ነብስኹም ሕተቱ። ወይለይ ሰበይ ክድኣ ፈጢርክን ማሰ እንዴ። ማሰ ማሰ ማሰ ጥራይ ተኸኸ። ኣረ ሃንስ ሃንስ ጎሚዳ ሓዊ ርግቢት ርግበ ጻዕዳ ዘይሓሰበቶ ረኺባ ዘይጸንሐ ብ ልባ መኽበሪት ሓዳራ ወዛ ኾርዒዳ ሓላዊት ኪዳና ሰማይ ዓዳ ዘይሓሰበቶ ረኺባ ዘይጸንሕ ብ ልባ ሓዊ ደኣ ኣጒደላ ኣብዛ ክብዳ ርግበ ዶ ትረክብ ዘይና ኢዳ ተካል መዓልቲ ወዲ ጊላይ ዝኸዳ ትሓት ገለይ ክዲ ትኸውን ከፊታ ልባ ማሰ ማሰ ወይለከይ ነጎዳ ዘይብሉ በርቂ ዎው ማሰ ማሰ ማሰ ማሰ ተጋግያ እዛ ሚልዮን እሃ ኣደይ ጉያ እንከላ ርእሳ ኣድኒና። ችድ ችድ ችድ ችድ ኣቋርጾ ኣቋርጾ እስኻ ኣይትኽእሎን ኢኻ ችድ ሓፍትኻ ወሲዳትካ ኣቋርጾ ኣቋርጾ ዋይ ክደግማ እሞ ችድ ኣቋርጽዮ ካልኣ ትነኖ ርእሰይ ኣድኒነ ጸባ ኢለ ማይ ሓቑነ ተካል መዓልቲ ተካል ቅነ ደድሕሪ ከሰተ ክኸይድ ደድሕሪ ዝዕነ ለከም ክኹቦ ዓሻ ዳንደ ኮይነ ዓሕ ኣይለከብካያን ንዕዳጋ እንዳበልኩም ዶ ኣይኮንኩም ክልቲኹም ብሓደ ትኸዱ ነበርኩም ሕጂ ግን ኩላ ከም ፀሓይ በርቂ በራቕራቕ ኢላ እያ ኩላ ተፈሊጣ እያ ምስጢርኩም ወይለይ እምበኣር ንስኻ ኣኻ ሓዞ ሓዞ ትብል ዘለኻ በል ፅናሕ ክርእየካ እየ ከረኻኽበልካ ናትካ ከረኻኽበልካ እየ ባዕለይ ሓቁ እዩ ተዛሪቡ ኣነ ከዓ ጋሻ ድበሃል ኣየድልየንን እዩ ንሓፍትኹም ከዓ ሃይ ሒዝኪ ተመለስ በልዋ ውፆ ገይሩ ማለት እዩ። ውፆ ግዱ ውፆ ብሎ ውፃ ውፅዕ ንሕበል

ኣታ እንዳ ሃንስ ኣለኹም ዶ? ኤህ ሃንስ ዘይብልካ ትረፍ ኣታ ጡስጡስ። ዋእ ወይለከ
ዋእ ኣንታ ታይ ደኣ ገለ መሲልኩም ርግበ ጻዕዳ ኡይ ንስኹም ስቕ ኢልኩም ኢለ ዶ ክሕተም ኮይነ ኣፈይ ዝሃበኒስ ክዛረብ እየ እምበሪ። ኣንታ ስማዕ ርግበ ብዛዕባ እዚ ቆልዓ ምስማዕ ኣብያትኒ። እንታይ ኢኻ ትብል ዘለኻ ኣንታ? እሞ ርግበ ደኣ ሰንቢዳ ትኸውን እምበር እዚ ደኣ ፍሉጥ እንድዩ እንታ እህ። ህም ሓቢእኹሞ እሞ ከመይ ኣቢለ እየ ክፈልጥ ኣብ ገዛይ ከለኹ እባ ደኣ ተደፊነ። ኣንቲ ርግበ ከምኡ ማለተይ ኣይኮንኩን ዋእ። ከሰተ።
ጥሪት ክሸጡ ይኸዱ ኣለዉ ንከተማ እናልኩሲ በዓል ቆልዓ ሸሚትኩምሎ ይመፂኹም ዋይ ዋይ ዋይ ኣንተ ኣንተ ርግቢ ክንደይ ትዛረብ ኢኺ እባ ሃንስ ከኣ ምሽኪና ይርኤ ከለኺ ብጀካ ክኮ ዝፈልጦ ብሉን ኣጋጣሚ ተውኢልካ ናይ መዓልቱ ስሕታን መዓልቱ ውዒሉ ናይ መዓልቱ ጉዳይ ኢኻ እዚ ዶ ኣንታ ካልእ ዘረባ ተሊካ እምበር እዚ ደኣ ኢለያ እንዴ ኣይ ዘይተባህለ ደኣ እንታይ ኣሎ እሞ ኮይኑ ደኣ እሞ እንቲ ርግበ ስኺ ካባና እንተሓሽኪ እንዶ እንታይ ኢኺ ትብሊ ዘለኺ ከሰተ ዳኣ ላሞ ጽናሓልኩም ኣነ ዝብሎ የብለይን ስድራይ ጸውዑለ እየ ዝብል ዘለኹ ዋዕ ወ ፋተሮ ፋልኪ ፋልኪ ዋዕ ዋዕ ክሒስናን ልሒስናን ከዓ ንእምነክ እምበሪ ዋዕ ነውሪ ኣንታ ንዕበጦ ንዕበጦ ንብል ኣለና እምበር ስድራኣስ እንታይ ዶ ክብሉ እዮም ስማዕ እስኪ ኣነ ተጋጊ ሕማቕ መዓልተ ውዒለ እየ ክብል እየ ንሶም ከዓ ክሓሳ ሸልማ ክብሉን እዮም እምበዓር ንስድራይ እንተላይ ኢኹም ጋኒዕኩሞ

ኣደይ ኮሪና መቸም ዕጥቕቲ ሰበይቲ ኢኺ ልክዕ ንዓባይ ኢኹ ወሲድኪ
ኣይነይቲ ዓባይ ከ ንዓኺ ዝወለደት ኣደ ከመይ ዋዕሮ ድያ ነይራ ነቦሓጎይ በዚኣ እያ ተሕልፎ ነይራ ይብልዎ ኣቦሓጎይ እውን ይፈርሓ እዩ ነይሩ ኣልዕል ኣቢልካ እሞ ነቦይ ኣዲኡ ድያ ድኣ ዋዕሮ ነይራ ዋዕ ኣንታ ከመይ እየ ዝገብሮ ዘለኹ ዘረባ በዝኾነ ድሓን ኣደይ ዋዕሮ ኢለኪ ኣለኹ ኣየ
ንኸሰተሊ ኢኹምሲ ከለሙኑኒ ከሰተ ድዮም ጥዑይ ኮይኖም እ? ምስ መን ድዮም ድኸዱ ነይሮም ናብቲ ከተማ? ምስኡ እ?
ኣነ ንበይነይ ወራስ እናልኩሲ ብሑጎ ሓው ከምጻለይ ዋይ እንታይ ኢኻ ደልካታ? እዛ ዝበልኩኺ ዋ ኣንቲ ደይ እንታይ ድዩ መሲልኪ እንታይ ድየ ዝብለኪ ዘለኹ መሲልኪ ዋ እም። እስከ ሓቀኛ እንድሕር ተኾይንሲ እንታይ ኮይኑ ቀዲሙ ዘየላልየና ህ ድገማ ድኣ ተቐዲምካ ደልካያ ዋይ ፈሪሐ ዶ ክመውት ኢለ ተግባራት ናይ ኣቦይ ባህ ኣይለንን ዋ ናቱ እንታይ እተወካ ኣየገድሰካን ይብለካ ኣለኹ ጉዳይ ሓዳረይ ከኣ ባዕለይ ኣለኹ። እሞ ተቐቢልኪ ኢኺ እንታይ ድኣ ዝሕርቕ ኣለኪ ገዲፍክዮም ውሻጠ ዘኣተኺ። ያነሸ
ብደቆይ ክዝመት።
ኣንቲ ኣደ ቀኒኺ ዲኺ ዘረባ ተሓዋውስዮ ዘለኺ። ኣታ ትተግበር ናይ ኣቦኹም እምበር መመሊሱ ቅጅል ቅጅል ይብለኒ ኣሎ ወዲ ዓሰርተ ሸሞንተ ዓመት ስቕ ከጽንሑለይ። ኣዋይ
ካብ ወጻኢ ኢኻ ዝመጽእ ዘሎ ኢሎሞ። እንግሊሽ ኸኣ ዝዛረብ ዝኸውን። እዋ እንታይ ደኣ ክዛረብ ደሊኻዮ ቋንቋ ኣዕዋፍ። እንድዒ ምስ መጸስ ብምንታይ ኢና ክንላዘቦ እዋ ከም ወዲያ ሰለሙን ፍንሽ ፍንሽ ክንብል። እዋ እሞ ልዕል ኣቢልካ ኢኻ ጉሪምሪም ክትብል ዝጸናሕካ። ጉሪምሪም ዶ ኢለ። እዋ ጉሪምሪም እወ ኢልካ ህ። ኣነ ሓደ በይነይ ወራሲ እናሃለኹሲ ሓው ኣለካ ኢሎም ሓዊ ከምጽኡለይ ዶ ክትብል ኣይጸናሕካን። ይብል እወ

ትንበር ኪድ ምሰብ መዘና ክትጻወት ኪድ ኣልግሰለይ። ኣደይ ጥራይኸ ሰሚዓ ድያ ናይዚ ሓውና? ህም ሕጂ ተደይሰመዐት ጽኒሕ ኢላ ትሰምዕ ካብኣ ዝሕባእ ወረ ደሎ እዩ። እወ እዋይ መንፈስ።
ኣታ ከም ቀደማ።
እሞ እንተ ሃንስ ሕጂ ደኣ ናይ ርግበ እንታይ እዩ ዝግበሮ? እንድዒ ዋእ እንታይ እንድዒ ወዲ እሞ ነቲ ባት ነብስኻ ዶ ክንነግሮ? ኦሆ ነጊርኩም ለይላ ድማ ክትማዓተና እ ፈለማ ትቕበጸና እሞ ደሓር ዝገበርና ክንገብር እሞ ነድሓነት ከይት ክእምን እያ እንተበልናያኸ? ኦሆ ኣሃ ሳለይ ትገድድ ኣንቱ ነውራማት ክትብለና ዝገበርና ጌርናሲ ንርግበ ምእማን እያ ትሓይሽ። ኦይ ርግበ ሰወሲኽና ከይለመንና ሕራይ ኣይትብለናን እያ እሞ ክስታይ ተገበርናኸ ገጽና ከዲና ክልቴና ኣብዛ ብርካ ድፍእ ኢልና ዘይንልምና ገለ ዝጸጉርና ተኸበዳ ሂታ ሂታ ኣንታ ዝርባ ድዩ ጠፊእካ ኣንታ ናትካ ጸጉሪ ድዩ ዋላ ናተይ ጸጉሪ እዩ ክኸብዳ ክላ- ኣንታ ትዛረብ ዲኻ ዘለኻ እንታይ ደኣ ላሊ ተራእይካ ምንታይ ደኣ ኾንካ ንስኻ ምስ ኹሉ ፍልጠትካ ዘየእመንካዮ ደኣ ኣታ ሓኪም ምስ ሓመመ ዶ እ? ንነብሱ ባዕሉ ይሕውያ ኮይኑ ኣይ ናብ ከምኡ ሓኪም እንዲ ዝኸይድ ሕጂ ረኣኸ ኩሉ ጥበበይ ንዓይ ህልም ኢሉኒ ኣሎ እሞ ደሓን እዚ ቆልዓን ህድኣትን ይምጽእ እሞኒ እቲ ዝገበርና ንገብር ዋእ ካብ ገዛ ዶ ክትሰጎም ኢላ ኢልካ ወ ወይለ ስማዕ እንዶ ትርር ኢልና ኪዲ እቲ ትገብርዮ ግበሪ እቲ ዝኸውን ኮይኑ እዩ ሕራይ በልኪ እዚ ቆልዓ ተቐበልዮ ኣይፋልተን ከኻ እቲ ዝመስለኪ ግበሪ ንብላ ኣኸለ ወይለ ኣኸለ እዛ ሓዳር ትደልያ ተኾይና ግርም ኣይትደልያ እንተኾይና ከ ኣነ ገዝኣ ገዲፈላ ከይድ ወ ተዕቁበኒ ዶ ከይስእኒ ወይለከ ሓንስ ወዲ ጊላይ ደኣ ቀይሕ ምንጻፍ ኣጽዩፍን ብርቕ በለኻ ወረ ክልተ ሰለስተ ተር ተብለን እንተበዚሐንኻ ከኣ ከሰተ ሓወይ ኣሎ ሕራይ በሎ ትብለን
እዋይ ዝቐደመ እኳ ኣድገ የጥፊእለይ ዲ ዝበለ ሰብኣይ እንታ ሰሓቕ ዲ ተራእይካ ስኻ ይስሕቕ ወታይ ዳሞ ክንገብር ዳዊ ኢለ ስማዕ ዶ ኣታ ንሰዓር ግን እዋይ ሕጂ እንዲ ነዛ ነብስኻ ከተልቅሰላ ዝግባእካ በቃ ነዚ ሓጢኣት ድርግም ኢልካያ እዋይ
ኣታ በል ኣነ ብለካ ኣለኹ ግደፍ ብለካ ኣለኹ ግደፍ ግደፍ ኣነ ኩሉ ነገር ስኢሉ ቆላጭ ይብለኒ ኣሎ ግደፍ ካብ ሓላላኸ ሳንድያ ደኣ ኮይናትኒ
ኣትደ እንታይ ክትብሊ ጓለይ እዚ ኣያሃ ንስኽ ክንደይ ክነፍዕ እዩ ኣንቲ ቆልዓ ካብ በዓልቲ ኪዳኖም ሰሪቆም ሰበይቲ ገይሮም ቆልዓ ወሊዶም ምስ ክነፍዕ ክትብልኒ እዋእ ንሱ ደኣ ሓቂ ክንዲኺ ግን ሓዊ ዶ ተረካቢ እዩ ኣይ ኣብቲ ዓዲ ወጻእ ውላድ ኣለዎም ድዩ ክበሃል ግዲ ኣንቲ ቆልዓ ዓቢልኪ ዲኺ ኣቲ ኣደ ኣይ ጽባሕ ንግሆ እዞም ደቂ ሃንስ ኣብ ከተማ ሓዊ ኣለና ኢሎም መገሽ ክኾኖም እንዲ ግዲ ንሱስ ንሱ እዩ እቲ ክብሮም ከ ዕዳጋ ንሻየጥ ኣለና እናበልካስ ውሽማ። እዋእ ኣንትደ እዘን ሰብ ከተማኸ ስቅ ኢለን ሰብኣይ እናማተን ዝእትዋ ሓዳር የብለንን ድዩ። እዎ
ኾምኡ ዝሰርሓ ኣለዋ እንዶ። እዋ ከመይ ማለት? ምስ ሓዳረን ተፈላለያ ስዋ ዝሽቅጣ። ኣባራት ዝብልዎ ዝውዕላ፣ ገሊኤን ከኣ ሰብ ዘይፈልጠን ጽቓጣት ሰብ ሓዳር ኣለዋ። ኮታ ሳል ኩሉ ውላድ ዝደልያ ከኣ ኣይሰኣናን እየን። እሞ ኣብቲ ከተማ ሰብ ቅጭን ኩታ ከለውወንሲ ንበዓል ኣቦይ? ኣቲ ቆልዓ ኣቦኺ ወሊዶምዶ ኢለኪ? ኣበይማ ወሊዱ?
ተስይ!
ግናይ! እንታይ ዘረቡ እዩ እዚኸ ናይ ኣቦኻ ሃንስ ተግባር ነጽላ ኣንስ ንገዛይ ከኣ ክመጻኒ ዋእ እሞ ኣያ ሃንስ ከ በይኖም ዶ ከተማ ይኸዱ ኮይኖም ዎው ኣንቲ ቆልዓ ናይ ኣቦኺ ሰማዕኺ የለኪ ድዩ ኣንቲ ብደወይ ግዲ ክዝመት እየ ወይ ኣቦይ ግዳ ክፈርሃ ክጉዳም እንድዩ ኣይውዕሎን እንታይ ኣኖኽላ ዘተፍትፈክ ዘሎ ደርባይ
ስምዑን ሞደየ ሕጅስ ኣቦይ ወሊዱ ተዝብልኹስ ኣይምተቐበልክዮን ማለት ድዩ ዎው መለይ እዛ ዘረባኺ መኽፈፊ ግበርላ ይትረፍ ዶ ወሊዱ ክብሉኒ ሰበይቱ ገይሮም ተሰሚዐ ኣብዛ ገዛ የለኹን እዋ እሞ ሓቀን የና ደይ ርግቢ ክዓገርግራ እዋ ሓቀን ኣነ እኮ ሓዳረን ከይብትና ደሓን ስሕታን መዓልቲ ውዕሎም ኢለ ዘጸናንዐን ዘለኹ ኣትደ እሞ እዛ ተግባር ናይ ኣያሃንስ ናብዛ ገዛ ክዝመጸት መሲልኪ እየ ክሰንቢድኪ እሞ እዚ ደኣ ዘሐጉስ ኮይኑ እዚ መድሃኔ እሞ ንበይነይ ወዲ ኮይነ እናበለ ተዓዊቱሉ ዘራይ ረኺቡ እምበር። ኣብዚኣ ዘሎ ሻምበቆ ዝኾነ ቆልዓ ከኣ ክጽልኣኒ ዘረባ ጥራይ ኮይኑ። እዛ ሚለን ሓፍቱ'ኸ ክትዛረብ ክንዲ መዓት ኣደይ ርህበ ስኽ እንተ ኢለን። ማሰ ማሰ እናበለት ክትቅበሎ ኢና ሓዋ።
ወይዛ ዳዕሮየ በዓልቲ ግርማ ትለምልመለየ ኸም ቀደማ ኣታ ኸም ቀደማ
ዋይዛ ደይሲ መሊሳ እምበር ጒሃ እንታይ ፅቡቕ ደኣ ረኺባ ኣነ ዝተሓጒሶ ደለኹ እየ ኣይ ጉሄ እንድየ ዘለኹ ዋ ንስኻ ደኣ እንተኾይኑ ኢልካ ክትጉይ ዓሻ ኣብዛ ገዛ በይነይ ዓርሓ ኣሕዋቱ ኮይነ እየ መቓጽስቲ ውርሻ ዘይብለይ እናበልኩሲ ብሕጉ ሓው ከምጻለይ። ወይሊ ሓቅኻ እንዲኻ ደኣ ኩትኪ። እንታይ ማለትኪ'ዩ?
እዚ ኩሉ ስስዐካሲ መቓጽስቲ ረኺብካሉ?
ንሱ እንድዩ ዘጉህየኒ ዘሎ። ፍንሽ ጥርሽ! ኩልና ኣዋልድ ተመርዒና ካብዚ ገዛ ክንወጸልካ እንዳሓለምካሲ መቐለ ንዝብል ሓዊ ረኺብካ? ሓው ኣይትበልዮ!
ሓው ኣይትበልዮ! ሓው ኣይትበልዮ! ገና ኣደይ ኣይተቐበለቶን ኣነ እውን ኣይተቐበልክዎን ዘለኹ። ወይለይ ኣቦይ ዶ ወደይ ኣይበሉን። ሸውዓተ ግዜ ዕልል ኢልሉስ ኣጠሚቕዎስ ንወጻኢ ሰዲድዎስ ሕጂ ከኣ ተመሊሱ እኒሀለ ተመሊሱ። ትፈልጥ ኔርካ ዲኻ? እንታይ ክፈልጥ ድኣ ኣይ ሕጂ እንዲና ምስ ኣደይ ንርዳእ ዘለና። ኣቲ ሕጂ እንዲዩ ድኣ ዝልቀሰለይ ኣትልቅስለይ እስኪ ስኽን ኢለ ክሰምዓኪ ሚልዮን ሓፍተይ። መን እዩሞ ስሙ ዝሓውና? እንድ ዕሉ።
ከመዓልካ እንድ ዕሉ ሓውና ጸሓይ ዶ ክብለካ ገዛና ወርሒ ዶ ክብለካ ሸዊት ገደና። ማሰ ዶ ኢለኪ እየ ናይ መን ሸዊት ገደና ከይትደግምያ። ከይትደግምያ ንዓይ ኣልቅስለይ ወዮ በልለይ ኢለኪ ጓናቁ። ወይለይ ሓቅኻ ማሰ በኣለይ ኢለ። መልሓስ ሒዘኪ።
ወየ ወየ ወየ ኣንታ መድሃኔ ሓወይ ወሪድካ ዶ መዓት ኣንታ መድሃኔ ሓወይ ወሪድካ ዶ መዓት ወዲ ሃንስወ ኣርሓ ዝርብዓት ኣርሓ ዝርብዓት ሓደ ኮይነ እንዳበልካ ጊሓት ጊሓት ዓይኒ ዓይንኻ ክንርኢ ከም መርዓት መጸትካ ዶ ተቃልቅንያ ተቃልቅንያ ተቃልቅንያ ቆልዓ ተወሊዱ ብጸልማት ብብርሃን ወጺእና ከም መላእኽት ከም መላእኽት
ትዲ ትዲ ቋርጽዮ እቲ ትዲ ቋርጽዮ ተጸናንዕኒ መሲልኒ እምበሪ ብብርሃን መጺኻና ከም መላእኽታት ክትብልኒ እሞ ኩርኤ ታዊኸ ከለኹ እኮ ኢኻ ኣልቅስለይ ትብለኒ ዘለኻ ስማዕ መድሃኒ ሓወይ እንታይ ክሰምዓልኪ ነዚ ሓውና ፈለማ እንታይ ከም ዝመስል ንሪኦ ድሓር ድማ መልክዑን ጠባዩን ጽቡቕ እንተ ኾይኑ። እዋይ! እሂ እሞ ጽቡቕ እንተ ኾይኑ። እንተ ኾንካ ብንእሽትኻ ዘይተላለኻና፣ እወ። እንተ ኾንካኸ ምሳና ዘይትነብር ንብሎ። ኣሕ! ኣብዛ ጥቓይ ከይቀርብ እንዳ በልኩሲ ኪዲ እስከ ኪዲ ኪዲ ኣነ እገድድ ዓበይቲ ገዲፈ ምስዚ ሕንጫል ቆልዓ ዘዕልል ኪዲ ትይ! ዋእ! መን እና ዶ ለብም ንዓይ እኮ ትፈልጠኒ ኢኻ። ዓድና ከይተረፈት እያ ቆቋሕ ዝኾነት ቆልዓ ወሊድካ ኣለኻ ትብሎ ነቦይ። እዋይ! እወ።
እዋይ! እንታይ ማለት እዩ?
ኣንቲ ርግበ እንታይ ደኣ ኣብ ገበና ተኾርሚኻ
ዶኾርሙ ረኺበ ጓለይ እቶም ከሰተ ዶ ኣይነገርኹን እዩ። ነጊሮምን እባ እንታይ እሞ ክገብር እየ ሰንቢደ
ኣየከየ ደሓን ኣለኹ እናበልኩ እባ ተዘሚተ ኣትን ዓሰርተ ሸሞንተ ዓመት ኣብ ገዛይ ጉድ ተቐቢሩ ከሎሲ ነዚስ ምፍላጡ ክስን ንከተማ ምልስ ምልስ በዚሑ ከሰተውን ዝተቐብረ ጉድ ይህልዎም ኸውን ክላትን በላ በጃ ክብለክን እሶም ሲውዕልዎን እዮም እፈርህኹን እንዲዮም እዞም ናተይ ስምበሪ ስለ ዝንዕቑን እዮም ኣርግጮምን ዘለዉ ርግበ ሕጂ ስቕ በላ እዛ ገዛ ክንፋስ ከይትእትዋላ እንታይ ማለት ግን እዩ እቲ ዝወረደ ወሪዱ ኣሎ እቲ ቆልዓ ከዓ ተመፀግርም ምስ ኣሕዋቱ ላለ እሞ እንታይ ደኣ ክንብል ኢና እታ ዝወለደትሎም ኣብዛ ሃገር የላን ሕጂ ዓው ዓው ኣይትበላ እቲ ዝኾነ ኮይኑ እዩ።
ዶ ሰላም በላ ሕጂሲ ኪዳነይ ኣውርዱለይ ኢልዮም ኣለኹ እወ ተረጊጨ እንዴ ተደፊረ እኮ እየ። ኣይፋልክንን ነዞም ቆልዑ ረኣያ ወየ ደኣ ተግባሮም ዘጉህጉ ኮይኑ እምበሪ ንመድሃኔ ሓዉ እንድዩ ዘራይ ወድኽን ረኺብክን ኣለኽን ሃለውለው ኣይትበላ። ዋ ኣንቲ ናድሓነት እዛ ንዓይ ወሪዳትኒ ዘላ ኣባኺ እንተትኸውንሲ ምኸኣልክንኣ ዶ ምጸርክንኣ? እንተ ወሪዱ ደኣ እንታይ ዶ ክብል እየ? ኣባይ ዶ ተጀሚሩ እዩ? ነዛ መርገመይ ኮዕ ወቢለ ስኽ! ኣይ
ኣየጋድኦ ንኣፍክን ኢኽን ንኣፍክን ኢኹን ከምኡ ትብላ ዘለኽን እምበር ኣይምኸኣልክንኦ ብርትዕቲ ኢኽን ደሓር ከኣ ከሰተሲ ቁልሕ ኢሎም ዶ ሪኦም ይኹን እፈልጥዮም እንተምጺኽን ከኣ ሓያል እንዲኽን መላሲ ዶ ይብልክን እወ ሓቅኽን ውዒት እንዴ ኮሎ ገና ሰበይቱ ከም ዘላቶም ተዝፈልጥ ኡን መበልኩ ሕጂ ግን ቆልዓ ተወሊዱ ዓሰርተ ሸሞንተ ዓመት ገይሩ እንታይ እየ ክሞ ክግበር ትም ደኣ በላ ትም በላ ሎምሲ ሓዲኣ ክትወልድ እያ ወ ኣብዛ ገዛ ሎሚ የለኹ ፅባሕ የለኹ ወ ኮፍ ኣይብልኒ ካብዚ ንበለ ዶ ክመፀኒ እዩ እዚ ኩሉ ልቦናኽን ኣይታወኻ እዚ ቆልዓ ሽሻይ ደቅኽን ዕድል ቤትክን ሒዙልክን ከይከይድ እንተመፅኡ ንቀበሎ እወ ተዝኾነ ኮይኑ እዩ ቆልዓ ምስ ስድራይ ክላለዩ እምበር እዩ ናብቲ ዝመፁ ክምለስ እንድዩ ነዘን ደቅኹም ረኣያ ዋ እንታይ ማለት ግን ዋ ኣንቱም ሎምስ ተኾርሚኹም ዶ? ሕለፉ እተዉ ከም ቀደምኩም ኩኑ ገዛኹም ከፈሉ። ከመይ ኣቢለ እየ እሞ ከም ቀደመይ ክኸውን? እሞ እዚኣ ከም ትመጽእ ፈሊጥኩም ደኣ እግርኹም ኣከብኩም። ኣነስ ዘይበልኩ ዶ ኮይነ? ንሀለ ትክ እንዶ ርኢኺ ምስ ደቃ ኮይና እዛ ኮፍ ከሊኣትኒ። ሓቀን
ኣብ ዓንዳ ኣሲረን ብኹርማጅ ክሳሃለኹም ኔርወን። ኣይ!
እወ ኪዳነን ሓልየን እግርኹምን ኢድኩምን መሲለን እንዳኸዳስ ንስኹም ከኣ እዚ ክተምጹለን። ኣንቲ ዋይ ኣነ ቆልዓ እምበር ሕማም ደምጽ የላይ። ትኺዳን ከ? ሱስ ሓቅኺ ኣነይ ሪኢኺለኺ ጸገመይ ፈሊጠ ተጋጌ ይብል ኣለኹ ኣብ ስድራ ከይበጸሐ ክኽሕስ ክልሕስ ይብል ኣለኹ። ደሓን ዓቕሊ ክገብራ ነጊረየን ኣለኹ ኣቲ ኣቲ ንስኺ ደኣ ወረጃ እኮ ኢኺ ሃብሮም ኣንበሲት ንኸሰተ ከዓ ከማ እየ ዝብሎ ርኢኻ ንስኻ ወሊድካ ተትኸውን ኣድሓነት ኣሕሊፋ ኣይምሃበትካ ንብሎ ኮይኮነ እምበር ምስ ኮነ እሞ እንታይ ክኸውን እዩ ባቃ ግርም ፅቡቕ ኣለኺ ወእንቲ ርእሱ ከዓ ርኢኺ ኣደ ዝቖልዓ ካብቲ ዝትቕመጦ ሃገር ኣይመፀትን ኣብቲ ትቕመጦ ሃገር እያ ዘላ። ኣንቱም ንስኹም ነውራም ኢኹም እንተትህሉ ከ ምኸድኩማ? ወይለከ
ሓደ ወሊድካ ደኣ እሞ ስኽ በሃል እዩ።
ወይለከ ሰብኣይ ዓብይ ዶ በሉ ንርግቢ ሓውተት ውዮም ክብላ ኣቲ ከፈል ከፈል ወይለ ዳእላ ይብለኪ ኣለኹ ዳእላ ዋይ ኣድሓነት ከዓ ተምፂኺ እኮ እሾኽ ዓጋም ኢኺ ከሰተ እኮ እዝግሄር ኣውጺእዎ'ዩ። ንሶም ከ ሰበይቱ ኔራቶ እንድያ? ኣይበልኩን።
ሓቃ ደኣ ኣምጽዋ።
ክልሰ በሊ ከሰተ ደኣ ስምዕ እስከ በየናይ ጥበቡ። ኣድሓነት እንተ ሰሚዑ ዝሕመቱ ፍስስ ደኣ ከሎ እብለኪ ኣለኹ። ኣድሓነት መጺኣ ተልካያ'ዚ ኣካላቱ ርኹምሽ። ንዓኹምሲ መንዶ ይውዕሎ ኢሉኩም'ዩ ሕማቕ መዓልቲ እምበር። እሞ ሕጂ ከ ርግበይ እቲ ቆልዓ ተቐቢለዮ ኢላ ድያ? ኣንቲ ቃል ኣየውጸትን እምበር ኣጋውላኣ ኮምኡ'ዩ ዝመስል። ንሰን ጸሊኦን ዘለዋ ንሓብትኹ ንሳ ድኣ ናብ ገዛ ክትምለስ እንድያ ኣነ ዝበርህ ዘለኹ ከዓ እዚ ቆልዓ ርኢ ክለኺ ካብ መን ደበልዎ መፅዩ ጉህዩ ከይከይድ ኢና ንፈርሕ ዘለኹ ርኢ ክለኺ ምስ ዓዱን ስድራ ቤቱን ተላልዩ ብሰላም ይኽድ እሞት ኣዱ ኢኺ መፅያ ኣላ ድያ ዋ እታ ክትመፅእ ድኣ ንሳ ድኣ ሕጂ ጥዒምዋ እኳ ህሉ ርኢ ክለኺ ካልኣይ ቆልዓ እኳ ምደለየት
ኣነ ድሓነዶ በሉ ከብድኹም ሕቆፉ እዛ ነገር ከዓ ከሰውረ ኣንቲ ዳላይ እንዴት ዝብለክ ዘለኹ እንታይ ክኾንክ ሞስኺ ደዳ ኣብዚ ተኾርሚየ ደኣ ሞስኺ ክብል ከመይ ገይረ ደኣ ከንፍሶ
ማሰ ማሰ እናበልኩም ንዓዲ ሃገር ትሽምጥጡ ነርኩም ሲ ሕጂ ርእስኹም ደፊኹም ኣይ ሕጂ እንዲ ደኣ ነዛ ነብስኹም ደኣ ክትልቁስላ ዝግብኣኩም ኣተልቅስለይ እንደሞ ሃንሴ ወየ ሃንሴ ሃንሴ ባዕልኻ ኣተኻያ እዛ ጉድጓድ እየ